ዮው ዮው ዮው ሰላም ሰላም ልኸበርኹም ናይ ረማይ ፊልምስ ዩቲብ ቻነል ቤተሰብ ትመፅእ ኣለኹ ላብዚ ቻነል እዚ ዝኾነ ሳርፕራይዝ ሒዘ ልመፅእ ክልተ ሚእቲ ሳብስክራይበር ኣቲና ነ ግን ሎማዓንቲ ብነፃ የለይ ዮ ክልተ ሚእቲ ሳብስክራይበር ኣቲኹም ንክልተ ሚእቲ ገለኹም ናይ ድራር መስተንግዶ ንገብር ኢና ንዑ ኢና ነለ ኣብ ኪችን ተገኝና ኒና ትሪእዎ ዘለኹም የው ኣብ ኪችን ተገኝና ኣለና ናድራር መስተንግዶ ንምግባር እዩ እዛ ናድራር መስተንግዶ የው ጁባህም ለይትጎድእ ጌርና ንሸይ ሕስብስብ ኣቢልና ግዜና ክንገብራ ኩላትና ግን ቅድሚ ምጅማርና እዛ ቪድዮ ላይክ ብምግባር ንጀምራ ይሞችኹም። ዮ ጋይስ ዝሰራሕናዮ ምግቢ ርኢኹሞ ኢኹም ላበላዕኻቶም ከማ ለይረኣኸና ትልኩም ለለ ኣብ መንጎ ባት ረዲኣት እንኮይና ኣየ ህዚ ቻርጅ ገይረ ግዜ ዓይለለ ተመሊሰ ዝቐረፅ ኣለኹ ከም ተለመደ ለለ ኣብ ቲክቶክ ሜንሽን ተገበርናዮም ዝተፈላለዩ ስልኻል ገራርሙ ቪድዮታት እኒው ቅድሚ ላ ቪድዮ ናምእታይና ግን ኣብ ኮመንት ማለት እዩ ኤቢሲዲ ኢለ ዝተፈላለየ ምግብታት ተቐሚጠ ትደልይዎ ምረፁ ወይ ኤ ወይ ቢ ወይ ሲ ኢልኩም ምረፁ ዝበዝሐ ዝተመረፀት ኔክስት ቪድዮ ክሰርሕ ተለኹ እሳ ላብላዕኹ ክመፅእ እየ ሓቢርኩም ንፅንሑ ይመችኹም ቁርጥ ላይ ትእክላ ስባይ ማለት የቃ እዚ ኢማጂን ዩ ያ ኢማጂን ማን እንጀራ ላቆረስካላ በበለል ኣለካ ዳይ ቁርጥ ክኢላ ክኢላ ኣብ ኩላትና ግን ዝኾነ ምግቢ ክንበልዕ ተለና ንዚ ንፈትዮ ምግቢ ኢማጂን ላገበርና ንብላዕ ኣንተ ወዝዛ ዝሰራሕናያ ምግቢ ሓናሲ ብርግፅ ሰላጣ ወይ ግዛዓ ክትበሃል ኣነ ክበልዓ ተለኹ ግን ልሓሰው ክላበልዓ ክዋ ነረ ኣብ ልሓሰው ካዩ ኩሉ ነገር ይመችያ ንቐፅል ክልተ ሚእቲ ዋው ከመይ ጌርና እዛ ክልተ ሚእቲ እዚኣስ ናብ ዓሰርተ ሽሕ ንቐይራ ንኸእል ኣብ ሓደ መዓልቲ ሓሙሽተ ሰከንድ ብቻ ተቀበሉ

ናብና ቲክቶክ መንሽን ኣለና እቲ ኣብ ቲክቶክ መንሽን ተግበርናየ ዴቭ ኢንተርቴይመንት ኣርባዕተ ላይክ ዋን ነገስት ንሪኦ ነገር ጣንጡ ደንዋ ጣንጡ ኤቭሪ ናይት

ኣይ ዕላምኦም ግን እንታይ ኣነ ናዞም ደረፍቲ እዮም ዕላምኦም ሲ ዝኾነ ዝእዝን ዘለዎ ሰብሲ እዝኑ ንምጥፋእ ጀስት ፀማም ጌርካ ንምቕራእ ይመስለኒ

ኣብዚ ንሪኦ ዘለና ፀርፊ እንታይ ይረአዩ እንዶ በቃ ሓሪፍ ከለር ናዚ ቪድዮ ከለሩ ሓሪፍ በቃ ብቻ
ምስ ዓምለ ይኮነማ ብሮ እስኻ ክልተ ሸውዓተ ድገም ድግም ድግም መብል ማንጨሎት ማለት እዩ ካብኡ ለለ ቁርሲ ናብርሃም ገብረ መድሂን ምሳሕ ናብርሃም ኣፈወርቂ ድራር ለለ ናኪሮ ሳለማዮ ሰሚዕኻ ደርፊ ደቅስ ንወርሒ ንወርሒ እንዲኣ ተገይርካ ማለት እዩ ክሕሸካ እዩ ኣይዛኻ ዘይሓልፍ የለይ

እስቲ እስቲ ኣቲና ንርኣ። ኦኬ ብቆልዓኻ ልሃለኻ ወለድኻ ኣምጽእ ተባሂልካ ኣብ ቤት ትምህርቲ ወለድኻ ለለይ ምምጻእ ሰሙን ሙሉእ ተቐሪኻ ይሞችኻ በቃ እስኻ ይሞችኻ ሬስፔክት እስኻ ኢኻ ዓዲ ተጥፍእ ኣለኻ በቃ እስኻ ይሞችኻ ሬስፔክት ሓደ መምህር

ጓል ውለዳ በዓልቲ ማርታ ሉላ ኖራስ ሓልዎ ኢለካ ዶ ትበሃል እዩ ለይትሕልዮ ብላዕ ብላዕ ብላዕ ብላዕ የው ጋይስ ናይ ሎማዓንቲ ቪድዮና ነዚ ይመስል ነይሩ ኣብ ኮመንት ዝኾነ መማረፂ ገይረ ክፅሕፈልኹም እየ ኣቲኹም ምረፁ ኣብ ኮመንት ፀሓፉ ለኢኹም መልሲ ኔክስት ብኻሊእ ለዘናግዕ ለሕጉስ ለሕሪ ቪድዮ ሽካዓ ንጋነ ይመችኹም